ኩም መደብና ትከታተሉ ዘለኹም ተኸታተልቲ መደብ ኤሪ ሜዲያል ኢንተርቴንመንት ኤሪ ሜዲያል ኢንተርቴንመንት ኣብ ውሽጢ እዚ ሓድሽ ዓመት ዝተፈላለየ ዓይነት መደባት ሒዛትልኩም ክትመፅያ ንሎማዓንቲ ከዓ ብምክንያት በዓል ጥምቀት ንኣከባብራ በዓል ጥምቀት ዝድህስስ ፍሉይ መደብ ሒዛትልኩም መፅያ ዘላ ብሓንሳብ ንከታተሎ

ኣበይ ገዛውትኸ እዩ ዳጋ ዓብዪ ዕዳጋ ዓርቢ እንታይ ክትገብሪ መፂኺ ሕጂ ናብዚ ማለት እዩ እ፣ ማ- እዚ ጥምቀት ስለ ዝኾነ የሱስ ክርስቶስ ዝጠ- ዝተ- ዝተጠመቐሉ መዓልቲ ስለ ዝኾነስ መፀ ኣሃ፣ ክንደይ ዓመት መፂኺ ኣለኺ ከመይ- ከመይ ፀኒሕኪ ሎሚ ዓመት ካብ ክልተ ዓመት ዝመፃኺዮ

መግቢ ሽም ምቁራይ ኣቢነር ዳንኤል ኣቢነር ንስኻ ዳን ሰሎሙን መን ዳን ሰሎሙን ዳን ሰሎሙን እንታይ ክትገብሩ ናብዚ መደብ እዚ መፂኹም ናብዚ
ናብዚ ክብረ በዓል ክንመፅእ ምክንያትና ናይ መድሓኒናን መድሓኒናን ጎይታናን ኢየሱስ ክርስቶስ ጥምቆት ስለ ዝኾንና ኢና መፂና ጥምቆት ምዃኑ መን ነጊርካ
ኣቦይን ኣደይን

ኦኬ ርሑስ በዓል ይግበረልኩም። ንመን ኢኹም ዮሃና ክትብሉ ትደልዩ? ቀዳ- ቀዳምነት ንኣቦይን ኣደይን ቀፂሉ ከዓ ንደቂ ማሕበረይ ሽዑ ሽዑ ከዓ ንዓኺ ንዓይ ወላ ንዓኹም ርሑስ በዓል ግበረልኩም። ንስኻ ከ ንመን ዮሃና ክትብል ትደሊ? ቀዳምነት ን- ንዓባይ ኣብ ደገ ትርከብ እወ ፅጎይኒ

መጀመርያ ማማየ መን ክብል ሽም ሸያም ተወልደ ይበሃል እ፣ ናብዚ መደብ መጀመርታ ክንዲ ክትመፃ ዘለኽን መጀመርታ ክን ይኸን ወላ ዓመት ዓመት መፃ ነይሩ ሎሚ ዕለት ዘበን እየ ዝመፅእ ዘለኹ ኣብ ገዛ እየ ዘውዕሎ ነይረ ኣሃ፣ ኣብ ገዛ ትሕልፎ ከመይ እሞ ፀኒሕክን መጀመርታ ክን ፅቡቕ ንዓመታ ብሓጎስ ብጥዕና

ሃይማኖትና ኣጽኒዑ ንዓመታ ብሓጎስ ብጥዕና ከጽንሓና ንምነ ንዓኻትኩም ከኣ ዕድመን ጥዕናን ይሃብኩም ንብል ኣሜን ወላ ንሕና ርሑስ በዓል ይግበረልና ከምዚ ንዓመታ ኣሜን ዘጓለይ ኣሜን ብሓጎስ ኩሉ ሃገርና ባሪኹ እግዚኣብሔር ኣምላኽ ኣብ ዘብፅሓና ክብርን ምስጋና ንዑ ንደቅና ወፊሮም ዘሎ ብሰላም ከምፃልና ንምነ ጸሎት ነብዝሕ እግዚኣብሔር መንግስትና ባረኸልና

ሕጂ ማይ ነፍሒ መህር ኣለኹ መምህር እዩ ማይ ነፍሒ
ሸውዓተ ዓመት ጌርና ኣለና ኣብዚ ካብ ንምለስ ስለዚ ዓመት ዓመት ካብ ንመፅእ ኩሉ ሻዕ ዓመት ዓመት ንመፅእ ከመይ እሞ ካብ ዓሚ ቅድሚ ዓሚ ሎሚ ዓመት ከመይ ፍልልይ ፀኒሕኩም ብጣዕሚ ፅቡቕ ናይ ሎሚ ደስ ዝብለካ እንታይ እዩ እቲ ያ ብርሁ ዝበለ እዋን ስለ ዝመፅእ ዘሎ ኣብቲ ሰብ ገፁ ከማን ይረአ ደስ ይብለካ ቀስሱ ይብለካ ብጣዕሚ ፅቡቕ ከምዚ ክትርእዮ ከለኻ ቆልዓ ዓቢ ንእሽተይ ብሓባር ደስ ኢልዎ ኩሉ ዝኣኻኸበ ናይ ደስታ በቃ ናይ ጽቡቕ ከኣ ኩሉ ለምለም እንታይ ማለት ቃላት ይሓጽረካ ንሕና ከኣ ኣብዚ ምህላውና ብሂወትና ብጣዕሚ ሕጉሳት ኢና ከማን ኣማስሎ ካልእ ሰብ ኣሜን ኣሜን ካበይ ኢኹም መጺኹም ካብ ጀርመን ነዊሕ ጌርኩም ኣለኹም ጀርመን ነርና
ሸውዓተ ዓመት ጌርና ካብ ንመለስ ጠቕሊልና እዞም ሰበይተይ ጠቕሊልና ተመሊስና ኣብዚ ኣብዚ ኣብዚ ንነብር ሕጂ ኣብ ማይ ነፍዕ ምህር ከምቲ ዓንተ ዝበልኩኺ ክምህር ኢለ መፅእ ኣብ ዲፓርትመንት ኦፍ ኤርት ሳይንስስ ይምህር ኣለኹ ጂኦሎጂ ማለት እዩ ሸውዓተ ዓመት ገይረ ሰዓት ክንደይ በፂኹም ማለት እዩ ሕጂ ቅድሚ ሰዓት ገለ ኾን ቅድሚ ሰዓት ቆራሪስኩም ኢኹም መጺኹም ማለት እዩ
መቑረስናክ ነርና ቆራሪስና ሓራ ይበሉ ብኣፍኻ ከመይ ሓራ ወገንኪ ደሓን ምሽ ጽቡቕ ንኩሉ ህዝቢ ኤርትራ ናይ ሰላም ናይ ቅሳነት ንፕረዚደንት ኢሳያስ ኣፈወርቂ ከዓ ሰለስተ ሚእቲ ዓመት ዝወሃብ ተኮይኑ ናይዚ ኩሉ ስውእ ይሃቦ ንዓና ክጥዕመና በቃ እዚኣ ይምነ ርሑስ ኣውዳኣመት ቴንክ ዩ ናይ ዮሃና ንዓኻ ድማ እወ ዮሃና ኣነ ዮሃና ድብሎ ከምዚ በዓልቲ ቤተይ ዝበለቶ ዮሃና ንምሉእ ህዝቢ ኤርትራ ብፍላይ ብፍላይ ንፕሬዚደንት ኢሳያስ ኣፈወርቂ እ፣ እ፣ ከምኡውን ንሰራዊ- ሰራዊት ምስ ሓይልታትና ብምሉእ ሰላም ሃበና ኣሜን ወላ
ንኹላትኩም ምስ ስድራ ቤትኩም ርሑስ በዓል እግበረልኩም

መጀመርያ መን ክብል ሽም ሽመይ ናስር ነጋሽ ይበሃል ኣብዚ ከባቢኻ ትሰርሕ መስለኒ የስ ትበኣለኹ ምስ ክፍሊ ማይ ማለት እዩ ካልኦቶ ክፍሊ ማይ ከመይ ኣሎ በዓል

ኣሜን ንዓኻ ውን ርሑስ ኣውዳኣመት ይግበረልካ ብሩኽ መዓልቲ
መጀመርያ መን ክብል ሽም ሽመይ ተስፉ ዘርኣሙ ክበሃል ኣሃ ናብዚ መደብ መዓልቲ ዓመት ዲኻ ትመፅእ ነርካ እወ ኩሉ ግዜ ዝመፅኦ ዓመት ዓመት መፅኦ ዓመት ዓመት ካበይ ሃመፅኻ ሕጂ ካብ ገዛ ከንሻ ገዛ ከንሻ ኣስመራ ገዛ ከንሻ ከመይ ኣሎ ምድላዋት ናይ ሎሚ ዓመት ካብ ዓሚ ቅድሚ ዓሚ እንታይ ፍልልይ ኣሎ ሎሚ ዓመት ከመይ ትሪኦ ኣለኻ ብጣዕሚ ፅቡቕ ብጣዕሚ ኩሉ ግዜ እቲ ስታይ ኣይጎድልን እቲ ከምዚ እቲ በዓላት እዚ ሰብ እዚ ባህሉ ሃይማኖት ስለ ዝኾነ ኩሉ ግዜ ይጎድልን ኣይጎድልን ኩሉ ግዜ ማለት ጎደሎ ኣሎ ገለ ኣሎ ኣይትብሎ ኩሉ ግዜ ሓደ ዓይነት እዩ እቲ ካይዳ ዓመት ዓመት ኢኻ ትመፅእ ማለት እዩ እወ ኩሉ ግዜ ይመፅእ እወ ኩሉ ግዜ ትመፅኻ እሞ ርሑስ በዓል ይግበረልካ እን ናይ ዮሃና ከተመሓላልፍ ዕድል ዝበካ ንኩሉ ህዝቢ ኤርትራ ንኩሉ ኣማኒ ክርስትያን ንኩሉ ብሄር ናይ ሰላምን ናይ ጥዕናን

ናብዚ ዓ- ናብዚ ጥምቀት መዓልታዊ ዲኹም ትመጻ ነርክ ማለት ዓመት ዓመት ወላ መጀመርታ ኮይኑ
ኣነ እኳ ደሃነ ካልኣይ ግዜ ሳልሳይ ግዜ ኮምታት ብዙሕ ሰ ኣይምጻኹን ርሑስ በዓል ከዓ ሳዴሽ እኳ ወላ ንውን ዳርጋ ብሓንሳብ ኢና ሓዳሽ መልዓት ኢኹ ዘለኺ
ሓዳሸይ
ካበይ መፅኽን ገዛውቲ
ማንጭሆት ክልቴናስ ካብ ሓንቲ ገዛ ኢና መፂና ሕጂ ዲኹም መፅኽን እወ ሕጂ ኦኬ ናይ ዮሃና ከተመሓላልፍ ዓድል
መጀመርታ ቴንኪዩ ሳዴ ንኩሉ ህዝቢ ኤርትራ ብፍላይ ኣብ ምክልካል ዘለዉ ንኩሎም ስድራ ቤተይ ኣሕዋተይ ንኩሉ ኣብዚ በዓል ዘሎ ንዓኻ ሳዴ ርሑስ በዓል ኣዴተይ ወላ ንዓኹም ርሑስ በዓል ይግበረልኪ ምስ ኩሎም ፋሚሊኺ
ኣደይ ማዕረይ መጀመርታ ንኩሉ ህዝቢ ኤርትራ ኣብ ውሽጥን ኣብ ደገን ዝርከብ ማለት እዩ ብፍላይ ከዓ ሓይሊ ምክልኻል ርሑስ በዓል ይግበረልና ይግበረሎም ንኩሎም ኣብ ደገ ዘቕመጡ የሕዋትና ከዓ ከምኡ ቴንኪዩ ንዓኺ ከዓ ምስ ስድራኺ ርሑስ በዓል ይግበረልኪ ተመርዒኺ ዲኺ ዋላ እንታይ

እዚ መደብ ከመይ ኣሎ ቤላ ፅቡቅ ኣምላኽ መስገን ከመይ ሓዲርክ ሰጉ ሓፍተይ ቤላ ኣምላኽ መስገን ከመይ ኣሎ ሞ እዚ መደብ መደብ በዓለ ጥምቀት ማለት እዩ በዓለ ጥምቀት ኣዝዩ ብክብ ዝበለ ማዕርግ በዓል ኣሎ ከምዘን ንሪኤን ዘለና ኣሕዋትና ከም ናይ ኣዴታትን ነፀላ ተኸዲነን ገለ ኣሕዋት እውን ጋቢ ዝገበርሉ ኣጋጣሚ ኣነ እኳ ጋቢ ይገበርኩን

ሰላም የጽናሓና ኣዝዩ እንዴ ብጽቡቕ መንፈስ ብውዕውዕ መንፈስ እዩ ድካየድ ደሎ እንዴ
ኣሜን ንዓመታ ከም ዘዋኑ ሰላም የጽናሓና ናይ ዮሃና መልእኽቲ ዕድል ንኽበኩም
በዚ ኣጋጣሚ ክልቴኹን ኣዚኽን ማዕሪግክን ነቲ ጽባቐ ጽባቐ ወሲኽክን ኣለኽን እሞ

ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዘሎ ንመላእ ህዝቢ ኤርትራ ንሓይልታት ምክልኻል ኤርትራ በቃ ንኹሉ ንኹሉ ሰብ ወላ ንዓኹም ንሕና
ኣነ ከዓ ኣብ ውሽጢ ሃገርን ኣብ ወፃእን ዝነብር ህዝቢ ኤርትራ ንበዓለ ጥምቀት እንኳዕ ኣብቅዓካ ብሎ ብፍሉይ ከዓኒ ንሓይልታት ምክልኻል ኤርትራ እንኳዕ ኣብቅዓካ ክብሎ ፈቱ።
ሽወሩ ራስ በዓል ይወረኩም።
በዚ ኣጋጣሚ እዚ ከዓኒ እዛ ቻነል እዚኣ ጀማሪትን ሓዳሽን ቻነል እያ ኤሪ ሜዳል ምትብባዕኹም ከምቲ ልሙድ ማለት እዩ ከምቲ ኩሉ ግዜ ንገብሮ ሼር ኮመንት ላይክ ሳብስክራይብ ብምግባር ሃናፀ ርእቶታትኩም ብምሃብ ከዓ ክቐርብ ዘለዎ መደባት ኣተባብዑና። ከምዚ ማሪ ሓወይ ክብሎ ዝፀንሐ እዩ እዛ ቻነል እዚኣ ሓዳሽ ቻነል እዚኣ እያ ከምቲ ኩሉ ግዜ ንብለኩም ምባል እኮ ኣየድልየኩም እዩ ባዕልኹም ፈሊጥኩም ትገብርዎ ኢኹም ሼር ላይክ ሳብስክራይብ ኮመንት እናገበርና

ብጭውራ ልደት ብርሃን ትንሳኤ ክንርኢ ወጋሕታ ካብ ቤተልሔም ነቒሉ ክበጽሕ ጎልጎታ ንንጉስ ክብሪ ማእከል መብርሕ ማይ ወሪዱ ምርኣዮም ሰብን መላእክትን ብሕብረት ዘሚሮም ስብሓት ንእግዚኣብሔር ኣብ ሰማይ

ካብ ኣብን ወልድን መንፈስ ቅዱስን ክንጥመቕ ብስሙ ዝኣዘዘና ክትግበር ፈጺሙ ብምፍሳስ ደሙን ብምሕሳብ ማዩን ሂቡና ስርየቱ ዝምናዩ ባዕሉ ደቀ መዛሙርቱ ብገዛእ ፍቓዱ ብሞቱ ሂቡና

ክውዕሎ ደሊ ካብ እሳሙ መፀ ነዚ በዓል ይለ መፀ ምስ ደቀይ ምስ ሰበይተይን ምስ ዓበይተይን ከሕልፎ ይለ መፀ
ማራ ፅቡቕ ምስ ደቅኻ ምስ ኩሎም ፋሚሊኻ ሞ መፂኻ ብኸመይ ኣሎ በዓል ጥምቀት ፅቡቅ ኣሎ ክምስግን ደሊ ባባ ማማ ነሞ ለምለም ክመስግና ደሊ

ፅቡቅ ዳኒ ሓወይ ንዓኻ ምስ ኩሎም ስድራ ቤትካ ምስ ኩሎም መላእ ስድራ ቤትካ ርሑስ ኣውዳኣመት ይግበረልካ ዳኒ ሓወይ ብሩኽ መዓልቲ ማዕረግ ተጠሚቑ ብኢደ ዮሐንስ ተጠሚቑ ክርስቶስ ሰላም መጀመርታ ሽምካን ከባቢ ካበይ ከም ዝመፃኻ ንገረና ሕራይ ሽመይ ኣነ ኣርኣያ የማነ ይበሃል ብዝያዳ ከዓ ብወዲ የማነ እየ ዝፍለጥ ኣብዚ ከባቢ ምሕደር ኣባሻውል ኮይኑ ገዛይ ከዓ ሓድሽ ዓዲ ጽቡቅ የማን ሓወይ እሞ ከመይ ኣለዎ በዓል ጥምቀት ከመይ ተስተማወሮ ኣለኻ እግዚኣብሔር መስገን ብጣዕሚ ደስ ትብል እዩ ከምዚ ኣብ ኩሉ ከማን ብዝያዳ ብምሉእ ዓለም ሰላም ክገብረልና ራህዋ ቅሳነትን ዘለዎ ምሉእ ሰላም ንክኾነልና ሰናይ ትምኘተ ይገልጽ ኣሜን ኣሜን ንኩላትና ርሑስ ኣውደ ኣመት ይግበረልና ናይ ዮሃና መልእኽቲ ክትህብ ዕድል ክህበካ መጀመርያ ንሙሉእ ኣብ ምክልኻል ዘለዉ እንደገና ንመንግስትና ንህዝብና ብሙሉኡ ስድራ ቤትና ብሙሉእ ህዝቢ ኤሬትራ ኣብ ደገን ኣብ ወጻኢን ዘሎ ናይ ዮሃና መልእኽቲ ከመሓላልፈሉ ደሊ ናይ የማነ ሓወይ ኩሎም ሰሚዖምኻ ወዲ የማነ ኦኬ ሓራይ ይቕሬታ ርሑስ ኣውደ ዓመት ይበረልካ ምስ ኩሎም ስድራ ቤትካን ፈተውትኻን ብሩኽ መዓልቲ ሓራይ የቐኒልና
መጀመርያ መን ክብል ሽም ወጋሕታ

ናይ ሎሚ ከማን ይፉል እዩ ብጣዕሚ ጽቡቅ ደስ ድብለካ ተዋሳእቲ ክንመስለን ገሊ ክንሳዕሳዕቲ ገሊ ክንገለ እሱ ወላ ናይ ውሃና መልእኽቲ ከተመሓላልፍ
ንመላ ህዝቢ ኤርትራ ንስድራና ንመሓዙትና
መጀመርታ ንወላዲተይ ብድሕሪኡ ንኹሉ መላ ህዝቢ ኤርትራ ብዝያዳ ኸዓ ንዓኺ ዝሓፍተይ ማዓረይ ነዛ ኣብ ጎነይ ዘላ መሓዛይ ንኹሉ ሰብ

ብጣዕሚ ጽቡቕ ብጣዕሚ ጽቡቕ ኣዝዩ ጽቡቕ እቲ ድባቡ ገለ ኩሉ ኣዝዩ ጽቡቕ ከመይ ትሕልፊ ኣለኺ ምቅርትኻ ጽቡቕ ኣመልክት
ሓረይ በላ ናይ ውሃና መልእኽቲ ክትባ ዕድል ክበክን ኣራይ ንሙሉ ህዝቢ ኤርትራ ምእመናን ክርስትና ብዓል ጸሓኩም እብል ከምኡውን ስድራ ቤትናን ፋሚሊናን ኩሉ

መጀመርያ መን ክብል ስም ያፌት ዮሐንስ ይባል ናውድ ሃብቶም ይባል ኦኬ ዓመት ዓመት ዲኹም ናብዚ ቦታ ትመፁ ወላ ሎም ዓመት ጥራይ ኢኹም

ከምዚ ንዓመታ ብሰላም ብፍቕሪ ብጥዕና የራኽበና ሰጎይ ገለ ትብልዮ ኣለኪ ድዩ?
ሕራይ እምበኣር ተዓዘብትና ኣብዚ ተወዲኡሎ እዚ መደብ ንዓመታ ከምዚ እዋን ብሰላም የጽንሓና። ኤሪ ሜዳል ኢንተርተመንት ብዝተፈላለየ ዓይነት መደብ እያ ብድሕሪ ሕጂ ክትመጸኩም ናትኩም ላይክ ሼር ኮመንት ኣይፈለያ።